ሰላም ጥዕና ሃበልና ከመይ ትቕንዩ ክቡራት ተኸታተልቲ ስቤስ ትግርኛ ንሰዓት ተዳለው ዜናታት እንሆ ፈለማ ኣርስታቶም ክነቐድም ኣርባዕተ ሚኒስትራት ኢትዮጵያ ካብ ሓላፍነቶም ከም ዝወረዱ ተገሊጹ። ፖሊስ ኤርትራ ኣብ 2022 ወሳኽ ገበን ከም ዝነበረ ገምጊሙ። ሚኒስትራት ጉዳያት ወጻኢ ፈረንሳይን ጀርመንን ግዳያት ኲናት ትግራይ ፍትሒ ክረኽቡ ጸዊዐን። ኣብ ትግራይ ህፁፅ ልግሲ ደም ንምክያድ ወፍሪ ተጀሚሩ። ኣብ ኢትዮጵያ መጠን ሰደድ ወርቂ ብ59 ሚእታዊት ከም ዝነከየ ተገሊጹ። ኣፍራይ ሆንግ ኮንግ ብሰንኪ ምዕጻው ኣገዋ ከሲሩ ካብ ኢንዱስትሪ ፓርክ ባህርዳር ከም ዝወፀ ተገሊጹ ዝብሉ ነዚ ሰዓት ተዳለዉ ዜናታት እዮም ናብ ዝርዝራቶም ክንሰግር። ኣርባዕተ ሚኒስትራት ኢትዮጵያ ካብ ሓላፍነቶም ከም ዝወረዱ ተሰሚዑ። ቤት ምኽሪ ሚኒስትራት ኢትዮጵያ ንወይዘሮ ዳግማዊት ሞገስ፣ ንኢንጂነር ታከለ ኡማ፣ ንኣቶ ዑመር ሑሴን፣ ንኣቶ ተፈሪ ፍቅሬን ካብ ስልጣኖም ከም ዘውረደ ተገሊጹ ኣሎ። ወይዘሮ ዳግማዊት ሞገስ ሚኒስትሪ ትራንስፖርትን ሎጂስቲክስን፣ ኢንጂነር ታከለ ኡማ ሚኒስትሪ መኣድን፣ ኣይተ ዑመር ሑሴን ሚኒስትሪ ግብርና ከምኡ ድማ ኣይተ ተፈሪ ፍቅሬ ሓላፊ ቤት ፅሕፈት ቀዳማይ ሚኒስትርን ሚኒስትሪ ጉዳይ ወፃኢ ካቢነን ዝነበሩ እዮም ተባሂሉ'ሎ። ምኽንያት መውረዲኦም ግን ዛጊድ ኣይተነፀረን ዘሎ። ፖሊስ ኤርትራ ኣብ 222 ወሰኽ ገበን ከም ዝተረኣየ ገምጊሙ ሓለፍቲ ጨናፍራትን ካልኦት መኮንናትን ኣብ ዝተረኽብሉ ጸብጻብ ዘቕረበ ኣዛዚ ፖሊስ ኤርትራ ኮሎኔል መሓሪ ጸጋይ ኣብ 222 ወሰኽ ገበን ከም ዝተመዝገበ ገሊጹ። እቲ ኮሎኔል ኣብ ዓመተ 222 ብደረጃ ሃገር ልዕሊ 5,000 ገበናትን 11 በደላትን ኣብ መደብር ፖሊስ ከም ዝተመዝገበ ቅድሚኡ ምስ ዝነበረ ዓመት ክነጻጸር ከሎ ገበናት ብ7.3 ሚእታዊት፣ በደላት ብ23.3 ሚእታዊት፣ ሓደጋ ትራፊክ ብ55 ሚእታዊት ከም ዝወሰኸ፣ ዘይትራፊካዊ ሓደጋታት ብ13.3 ሚእታዊት ከም ዝነከየ ገሊጹ ኣሎ። ኣብ መወዳእታ ንዓሰርተ ብሉጻት ሰብ ሞያ ከም ዝሸለመ ድማ ጋዜጣ ሓዳስ ኤርትራ ዝዘርግሐቶ ሓበሬታ ኣረዲኡ ኣሎ።

ሚኒስትሪ ጉዳይ ወጻኢ ፈረንሳይ ካትሪን ኮሎናን ጀርመናዊት መዘነእን ኣሌና ቤርኮክን ነቶም ኣብ እዋን ኩናት ዝተፈጸሙ ገበናት ስጉምቲ ዝወስድ ስርዓት ስግግር ፍትሒ ክጣየሽ ጸዊዐን ኣለዋ። ሚኒስትሪ ጉዳይ ወጻኢ ጀርመን ኣናሌና ባርኮክ ኣብቲ ንክልተ ዓመታት ዝተኻየደ ኩናት ኮነ ተባሂሉ ብብልሓ ዝተፈጸመ ጸውታዊ ዓመጽ ዝርከቦም ገበናት ከም ዝተፈጸሙ ምግላጸን ወኪል ዜና ኣሶሴትድ ፕረስ ጸብጺቡ'ሎ። ከም ጓል ኣንስተይቲ ሚኒስትር ጾታዊ ዓመጽ ኣካል ኲናት ምግባር ንቡር ከም ዘይኮነ ክገልጽ እፈቱ ምባለን ዝጠቐሰ ኤፒ ኣብ እዋን ኲናት ድሕነት ሰለማውያን ሰባት ቀዳምነት ዝወሃቦ ተግባር ምዃኑ ብምጥቃስ ጾታዊ ዓመጻት ገበናት ኲናት እዮም ምባልን ገሊጹ ኣሎ። ሚኒስትሪ ጉዳይ ወጻኢ ፈረንሳይ ካትሪን ኮሎና ብወገነን ብዘይ ፍትሒ ዝጸንዕ ሰላም የለን ምባለን ኤፒ ጸብጺቡ። እተን ሚኒስትራት ጉዳያት ወጻኢ ኣብ ቀጻሊ ጉዳይ ተሓታትነት ኣገዳሲ ናብ ዝኾኑሎም ከባብታት ኢትዮጵያ ምብጻሕ ከካይዳ ከምዝደለያ እውን እቲ ጸብጻብ ኣረዲኡ። ኣብ ትግራይ ህጹጽ ልግሲ ደም ንምክያድ ወፍሪ ተጀሚሩ። እቲ ወፍሪ ብሰንኪ ተደራረብቲ ጸገማት ጥዕናን ኲናትን ዘጋጠመ ሕጽረት ደም ንምፍታሕ ህጹጽ ምልጋስ ደም ከምዘድሊ ባንክ ደም ጨንፈር መቐለ ድሕሪ ምግላጹ ዝሰዕበ እዩ። መሰረት'ቲ ኣብ መቐለ ዘሎ ባንክ ደም ዘውጽኦ ሓበሬታ፣ ብሕጽረት መግብን ሓሰኻ መዓናጡን ዝተፈጥረ ዋሕዲ ደምን፣ ሰኣን ሕክምናን መድሓኒትን፣ ኣብ ብዙሓት ሰባት ዘጋጠመ ከበድቲ ጸገማትን ናይ ደም ሓገዝ ዝሓቱ ሰባት ብዙሓት ከምዝኾኑ'ዩ ገሊጹ ዘሎ። ኣብዚ እዋን ብርክት ዝበሉ ወገናት ኣብ ሆስፒታል ኣትዮም ሓገዝ ደም ዝሓትሉ ኩነታት ከምዘሎ ዝገልጹ ኣተሓባባሪ ባንክ ደም መቐለ ኣቶ ሳምሶን የማነ፣ ሆስፒታላትን ትካላት ጥዕናን ትግራይ ከቢድ ሕፅረት ደም የጋጥመን ከም ዘሎ ሓቢሮም። ብሰንኪ ኩናት ትግራይ ከምኡውን በቲ ዝነበረ ዕፅዋን መቆራፅ ማሕበራዊ ኣገልግሎታትን ትካላት ጥዕና ትግራይ ኩለመዳያዊ ፀገማት ቀረባት ሕክምናዊ ናውትን መድሃኒትን ገጢምወን ኣገልግሎት ምሃብ ጠጠው ከብላ ከም ዝፀንሓ ዝፍለጥ እዩ። ባንኪ ደም መቐለ እውን ናብ ዝሓለፈ ወርሒ ሰነ ደም ከም ዝሰኣነን ኣገልግሎት ምሃብ ኣብ ዘይክእለሉ ብርኪ ከም ዝበፅሐን ገሊፁ ነይሩ እዩ። ባንኪ ደም መቐለ ሕዚ ኣጋጢምዎ ዘሎ ሕፅረት ደም ንምፍታሕ ሕብረተሰብ ደም ንክልግስ ክፅውዕ እንከሎ ኣብታ ከተማ ንዝሓለፉ ሓሙሽተ መዓልታት ወፍሪ ምልጋስ ደም ይካየድ ከምዘሎ ተገሊፁ'ሎ። እዚ ፕሮግራም ምልጋስ ደም መንደራት መቐለ ብዝብል ዝፍለጥ ኣብ እዋን ለበዳ ኮሮናቫይረስን ወራር ኣምበጣን ከምኡ'ውን ካልኦት ማሕበራዊ ፀገማትን ንምቕራፍ ኣብ ዝግበር ህዝባዊ ወፍርታት ንምሕጋዝ ኣብ ፌስቡክ ዝነጥፍ ጉጅለ መናእሰይ ዘወሃዶ እዩ። መንእሰይ ተስፋልደት ሓደ ካብቶም ኣወሃድቲ እቲ ወፍሪ ኮይኑ ንፈለማ እዋን ደም ከም ዝለገሰ ንቢቢሲ ኣብ ዝሃቦ መብርሂ ገሊጹ'ሎ። መንእሰይ ኣማን ብወገኑ፣ ደም ምሃብ ከም ግቡእና ጌርና ክንወስዶ መልእኽቲ ከሕልፍ ይደሊ ዝበለ ኮይኑ፣ ምኽንያቱ እቲ ደም ኣብቲ ዝተጎድኣ ቤተሰብካ ድዩ ዓርክኻ ክበጽሕ ስለዝኽእል ደም ናይ ምልጋስ ባህልና ክዓቢ ኣለዎ ክብል ተማሕጺኑ'ሎ። ኣብ ኢትዮጵያ መጠን ሰደድ ወርቂ ብ59 ሚእታዊት ነክዩ። ብቀዳማይ ሚኒስትር ኢትዮጵያ ነበር ኣቶ ሃይለማርያም ደሳለኝ ዝሓሸ ለውጢ ዕብየት ሰደድ ወርቂ ዝተመዝገበሉ፣ በቲ ሕጂ ዘሎ መንግስቲ እውን ምስ ቡንን ሆርቲካልቸርን ብሉፅ ኣፈፃፅማ ሰደድ ዝሸቀጥ ዝነበሮ ሰደድ ወርቂ ሎሚ ግን ከምዝነከየ ተገሊፁ ኣሎ። ካብ ሚኒስትሪ ዕደና ወሪዶም ዘለዉ ታከለ ኡማ ቅድሚ ክልተ ዓመት ሰደድ ወርቂ ልዕሊ ሽዱሽተ ሚእትን ሰብዓን ክልተን ሚልዮን ዶላር ኣብ ኢንዱስትሪ ዕደና ታሪኻዊ ዝለዓለ ደረጃ ብምምዝጋቡ ዝተነኣድሉ ውፅኢት ዝተመዝገበ ኮይኑ ኣብ ክልተ ሽሕን ዕስራን ክልተ ሽሕን ዕስራን ሓደን ዝነበረ በጀት ዓመት ሰደድ ወርቂ ድማ ብክልተ ሚእትን ኣርባዓን ክልተን ሚእታዊት ሰማይ ዓሪጉ ከምዝነበረ እዩ ዝንገረሉ። እንተኾነ ኣብዚ በጀት ዓመት ኣብ ቀዳሞት ሽዱሽተ ኣዋርሕ ብሓምሳን ኣተን ሚእታዊት ዝነከየ ናብ ሚእትን ዓሰርተ ሸውዓተን ነጥቢ ኣርባዕተ ሚልዮን ዶላር ዝግመት ሰደድ ከምዝተረኽበ ሚኒስትሪ ዕደና ኢትዮጵያ ኣፍሊጡ'ሎ። ኣብ ዝሓለፈ ወርሒ ኣብ ቅድሚ ባይቶ ወከልቲ ህዝቢ መብርሂ ዝሃቡ ኣመሓዳሪ ማእኸላይ ባንኪ ኢትዮጵያ ይናገር ደሴ ኮንትሮባንድ ንኢንዱስትሪ ዕደና ኢትዮጵያ ሓደጋ የስዕብ ከምዘሎ ዝኣመኑ ኮይኖም ሚኒስትር ታከለ ኡማ ድማ ዝሓለፈ ሰሙን ኣብ ቀፅሪ ሚኒስትሪ ዕደና ኣብ ዝሃቦ ናይ መወዳእታ ጋዜጣዊ መግለፂ ተመሳሳሊ ስክፍታታት ኣካፊሎም ነይሮም እዮም። ካብ ኢትዮጵያ ዝወፅእ ብዙሕ መጠን ወርቂ ብኮንትሮባንድ ይሰጋገር ኣሎ ዝበሉ ኢንጂነር ታከለ ኡማ ብገለ ወገናት ኮንትሮባንድ ንምትብባዕ ፃዕርታት ይግበር ከም ዘሎ ረጋጊፆም መእረምታ ስጉምታ ዝወስድ ሓይሊ ዕማም ንክፍጠር ፃዕርታት ይግበር ከም ዝነበረ እውን ሓቢሮም እዮም። ኣብ ዝሓለፉ ሽዱሽተ ኣዋርሕ ብድምር ሽዱሽተ ቢልዮን ብር ዝግመት ትራንዛክሽን ከም ዝተኻየዱ ፀብፃባት ይሕብሩ። እቶም ዓደንቲ እቲ ገንዘብ ወርቂ ንምዕዳግ ይጥቀምሉ ከም ዘለዉ፣ ብድሕሪኡ ነቲ ወርቂ ናብ ማእኸላይ ባንክ ይሸጥዎ ከም ዘለዉ እዮም ዝገልፁ። እቲ ሓቃዊ ግን ናብ ማእኸላይ ባንክ ዝሸጥዎ ወርቂ በዝሑ ካብቲ ጠቕላላ እቲ ሲሶ ጥራሕ ስለ ዝኾነ እቲ ገንዘብ ንኮንትሮባንድ ወርቂ ውዒሉ ክኸውን ይኽእል እዩ ዝብሉ ስክፍታታት ይረኣዩ ኣለዉ። ኣፍራዪ ሆንግ ኮንግ ብሰንኪ ምዕፃው ኣጎዋ ከሲሩ ካብ ኢንዱስትሪ ፓርክ ባህርዳር ከም ዝወፀ ኣፍሊጡ። እቲ ትካል ማሽነሪታት ዝዕድጉ ዓደግቲ ይደሊ ከም ዘሎ፣ ካሕሳ ድሕሪ ምክፋል ድማ ልዕሊ ሸውዓተ ሚእቲ ሰራሕተኛታት ከም ዘፋነው ኣፍሊጡ ኣሎ። ኣብ ሆንግ ኮንግ ዝመደብሩ ኩባንያ ሆፕሉን ኢትዮጵያ፣ ዕድል ናጻ ንግዲ ኣሜሪካ ንዕቤት ኣፍሪካ ብምእጋዳ ርኡይ ክሳራን ምስኣን ዕዳጋን ከም ዘጋጠሞ ብምግላጽ ካብ ፓርክ ኢንዱስትሪ ባህርዳር ከም ዝወጸ ኣፍሊጡ ኣሎ። እቲ ንሱ ወሲድዎ ዘሎ ስጉምቲ ነቶም ኣብ ፋብሪካታት ፓርክ ኢንዱስትሪ ኣዋሳ ዝነበሩ ኣፍረይቲ እውን ተመሳሳሊ ብምዃኑ ነቶም ኣብ ጸቕጢ ዝነበሩ ሰበስልጣን ኢትዮጵያ ካልእ ፈተና ከም ዝኾነ እዩ ዝግለጽ ዘሎ። ኣብ ሽሕን ትሽዓተ ሚእትን ተስዓን ክልተን ዓመተ ምህረት ዝተመስረተ ሆፕሉን ካብ ባንግላዴሽ፣ ቻይናን ኢንዶኔዥያን ብተወሳኺ ቅድሚ ሰለስተ ዓመት ናብ ዕዳጋ ኢትዮጵያ ዝተጸንበረ እዩ። ዕላምኡ ድማ ባህርዳር ኢንዱስትሪያላዊ ፓርክ ኣብነታውን ከም ሃዋሳ ኢንዱስትሪያላዊ ፓርክ ዝኣመሰለ መሪሕ ኢንዱስትሪ ንምግባር ዝዓለመ እዩ ነይሩ። እቲ ትካል ኣብ ክልተ ሽሕን ዓሰርተ ትሽዓተን ምስ ኮሚሽን ኢንቨስትመንት ኢትዮጵያ ናይ ምርድዳእ ስምምዕ ድሕሪ ምፍራሙ መንግስቲ ኢትዮጵያ ኣብ ባህርዳር እቲ ፓርክ ዝቖመለን ሸሞንተ ኢንዱስትሪያላዊ ሸዳት ብሊዝ ኣካርይዎ ነይሩ። ካብተን ሸሞንተ ሸዳት እተን ኣርባዕተ ናብ መፍረዪ ትካል ተቐይረን ሆፕ ድማ ብኡንብኡ ንኹሉ ውዲ ኣቑሑቱ ናብ ዕዳጋ ኣሜሪካ ክሰዶ ጀሚሩ ነይሩ እዩ። እንተኾነ መንግስታት ኢትዮጵያን ኤርትራን ኣንጻር ትግራይ ብዘካይድዎ ኲናት፣ ኢትዮጵያ ካብ ዕድል ኣጎዋ ብምውጽኣ ስርሑ ክቕጽል ከምዘይካኣለ እዩ ሕጂ ካብቲ ኢንዱስትሪ ክወጽእ ከምዝተገደደ ዝገልጽ ዘሎ። ፓርክ ኢንዱስትሪ ባህርዳር ቅድሚ ክልተ ዓመት ብ ሰማንያን ሓደን ሚልዮን ዶላር ዝተሃንጸ ክኸውን እንከሎ፣ እቲ ፓርክ ካብ ዝተዘርግሐ ሚእትን ሓምሳን ሄክታር መሬት ሰብዓን ሓሙሽተን ሄክታር መሬት ፍርያት ከምዝተጀመረሉ እዩ ክግለጽ ጸኒሑ። ክቡራት ተኸታተልቲ ኤስቢኤስ ትግርኛ ንሰዓት ዝተዳለዉ ዜናታት እዚኦም ይመስሉ። ምሳና ጸኒሕኩም ስለ ዝተኸታተልኩም ኣዚና ነመስግን። ኣብ ቀጻሊ ብካልእ ትሕዝቶ ክንራኸብ ኢና። ሰሰናይ ንምነየልኩም።